ኣነ እንታይ እየ ዝብል ዘለኹ ህዝቢ ናብ መረበቱ ንዘይምምላስ ንፌደራል መንግስቲ ሕዚ ዘፅግም ነገር ኢለ ይወስደ ቅድም ኢሉ ጌታቸው ተልዕል ነርካ ቅድም ኢሉ ፕሬዚዳንት ጌታቸው ይኹን ሕዚ ፕሬዚዳንት ታደሳይ ክልቲኡ ተመሳሳሊ እዩ ጌታቸው እውን ብዙሕ ግዜ ፕሮሚስ ይዛረብ ነይሩ ፕሮሚስ እና ጭርሖ እንተይፈፀመ ከይዱ ሚእቲ ሚልዮን ብጣዕሚ ተናደኒ ካብ ህዝቢ ትግራይ ውጡ ዝሓዘሉ እዛ ሚእቲ ሚልዮን ህወሓት ቤት ፅሕፈት በጀት በጅቱ ኣብ ቴንዳ ዝነብሩ ወገናትና ግን ብጭርሖ ክሓልፉ ገይሮም ደሓር ብሌም ናብ እኒ ደብረፅዬን እወ እወ ኣንቲኾምን ተረዲእካ ተረዲእካ ዝብል እዩ እወ እወ ናይ ፖለቲካ ተረዲእካ መፃወቲ እዩ ኮይኑ ህዝብና ይዓይነቱ ተረዲእካ እዩ እዩ እወ ግልፂ እኮ እዩ በቃ ጨሪሑ ኢሉ ግን እንተይፈፀመ ኮይዱ ይብለካ ኣለኹ ሕዚ ፕሬዚዳንት ታደሰ መፂኦም እኔው ተመዛባላይን ላእለውነትን ይምልሱ ድዮም ኣይምልሱን ንሓይርና ንርኢ እወ ኦልሬዲ ተረኪቦም ኣለዉ እቲ ስርሖም ንስኻ እውን ትፅበይ ኣነ እውን ይፅበይ

እሺ ይኣክል ኢልና ኣለና ድሕሪ ይኣክል ታይ ስጉምቲ ወፂኡ ኣሎ ምስ ፀገምን የለማምዱና ኣብ ካምፕ ክንነብር የለማምዱና ካብ ስራሕ ወፃኢ ካሊእ ክንሓስብ የለማምዱና ካብ ዓድና ምንባር ናብ ስደት ክንከይድ ይገብሩና ኣሎ ብዙሕ መንእሰይ ሕጂ ናብ ስደት እዩ ዝኸይ ዘሎ ኣብዚ ድማ እቲ ዝገርመካ ትግራዋይ እውን ይተሓባበር ኣነ ብዙሕ ሰብ ይርኢ ብጣዕሚ ኣብቲ ናይ ቀደም እውን ዋጋ ከፊሉ ዝሎ ኣብዚ ናይ ሕዚ እውን ዋጋ ከፊሉ ዝሎ ሰብ መደብ ፌል እንትገብር ከላይ ከም ናይ ሓደ ፓርቲ ፌለር ገይሩ ዝወስድ ከም ናይ ሓደ ሴክተር ገይሩ ፌል ገይሩ ዝወስድ እኒ ኣብ ናይ ህዝቢ ትግራይ ህይወት ኣብ ናይ ህዝቢ ውድቀት ትግራይ እወ እ፣ ዓወት ዝፅበ ዓወት ዝፅበ ዓወት ዝፅበ እዙይ ንዓይ ማለት ሰብ ከልዕል ኣይደልን ካሊእ ግዜ ዘልዕል ምልዓል ዘድሊ እንተኾይኑ ችግር የለን ክነልዕል ኢና ማለት እዩ ምክንያቱ ልዕሊ ህዝቢ ትግራይ ዙሪኦ ሰብ ስለ ዘይብለ እንታይ እዩ እቲ ዋና ኣብ ካምፒ ምንባር ካብ ስራሕ ወፃኢ ምንባር ብኢኮኖሚ ምድቃቕ ብሕማምን ብግዛዕን ክንጠፍእ ምግባር ኣግፊሕኻ ብምኽባብ ዕፅዋ እዩ ኮና ሕጂ ዕፅዋ እዩ ንኣብነት ነዳዲ ሕዚ ንትግራይ ክንደይ ይመፅእ ንዝሓለፈ ዓሰርተ መዓልቲ ከባቢ ሚእትን ተስዓን መኻይን ጠጠው ኢለን ኣለዋ ሰዓት ዕጋይ ፅዒነን ናይ ሓገዝ ናይ ሓገዝ ሓገዝ ሚእትን ተስዓን ሸውዓተን ሚእትን ተስዓን ሸውዓተን መኻይን ሓገዝ ፅዒነን ሰኣን ነዳዲ ጠጠው ዘላን ነዳዲ ግን መን እዩ ዝበካ ፌደራል እዩ ዝበካ ነዳዲ ንትግራይ ከይኣቱ ዝሰርሑ ሰባት ድማ ኣለዉ ትግርኛ ተዛረብቲ ኮይኖም ምክንያቱ ዝስረቅ እንድሕር ሃልዩ ክቆፃፀር ዘለዎ ዝሓበ ኣካል እዩ ዝቆፃፀር ኣነ ስረቅ ደሎ ዝበል ደሎ ብዙሕ ዝፈልጦ ነገር ስለ ዘይብለይ ከምኡ እዩ ተይሉ ንሓደ ኣካል ክትረክብ ኢልካ ግን ህዝቢ ምጭፍጫፍ ሳይለንት ወር እዩ ኣብ ትግራይ ሕዚ ብናተይ ሴክተር ክትትል ሳይለንት ዎር እዩ ዘሎ ምክንያቱ ህዝቢ ትግራይ ናብ ልምዓት ተዘይኣትዩ ኣርብዓን ትሽዓተን ፐርሰንት ኣርብዓን ትሽዓተን ፐርሰንት ተምሃራይ ትግራይ ካብ ትምህርቲ ወፃኢ እዩ። ካብ ክልተ ሽሕን ዓሰርተ ሰለስተን ጀሚሩ ቢሮ ትምህርቲ ከድካ ክተረጋግፅ ትኽእል ኢኻ። ኣርብዓን ትሽዓተን ፐርሰንት ኣርባዕተ ዓመት ካብ ትምህርቲ ወፃእ ዝኾነ ዓዱ ዝናፍቕ ትግራዋይ ድዩ ዝኸውን ፅባሕ ትግራይ ዝናፍቅ ድዩ ዝኸውን ኢትዮጵያ ዝናፍቅ ድዩ ዝኸውን ካብ ዓይነት ወለዱ ነዚኣ ዝስዋእ ድዩ ክኸውን ንቐፃሊ ወለዱ ካብ ዓይነት ወለዱ እያ ነዚኣ ዝስዋእ ድዩ ክኸውን ከመይ ገይሩ? ትግራዋይ ነይረ ከመይ ገይሩ? ኢትዮጵያ ዓደይ ነይራ ድዩ ክብል እንዲያውም ነዚኣ ዝድምስስ ኣብ ጎኒ ይስለፍ እወ እወ እዚ ኣርባዓን ትሽዓተን ከምኡ እዩ ኣነ ከም ሴክተር ከም ኩሉ ስለ ዝፈልጦ የውግዐካ ኣለኹ ተማም። ቢሮ ትምህርቲ ከድካ ግን ክትርእዮ ትኽእል ኢኻ

ውድብ ክትድሕነ ኣለዋ ካብ ተፈናቐል ናብ መረበቱ ዝምለስ ዝብል መርገፂ ስለዝሓዙ እዮም እምበር ፌደራል መንግስቲ ነዚ ንምምላስን ነዚ ሓገዝ ንምሃብን ቅሩብ እዩ ዝብል መግልፅታት ይህቡ እዙይ ብጣዕሚ ኣብ ህዝቢ ትግራይ ማለት ወይዘር ፐርሲቭድ ኦር ሪል ወይ የጠራጥሩ ንህዝቢ ትግራይ ወይ ሓቆም እዮም ዘብል ብቲ ዘሎ ኩነታት ፊደራል መንግስቲ ይሐይሽ ካብ ናይ ክልል ትግራይ ምምሕዳር ናትካ እውን ሓዊሱ ዘብል ኣሎ እዚ ከመይ ኢኻ ትሪኦ ምናልባት ንፅራ ስለ ዘሎ ፖለቲካሊ ኣይኮንኩን ግን እዚኤን ፐርሰፕሽን ቀይረን እየን ኣብ ትግራይ እና በዚ ከዓ ነዳጅ ይኽልክሉ ኣለዉ ሰው ብክልተ ውቅዒት እዩ እኒሀ እዚ ከመይ ኢና ከመይ ህዝቢ ትግራይ ኣነ እንዳዮ ነገር ክልተ ሽሕን ዓሰርተ ሽዱሽተን ተመዛበልቲ ክምለሱ እዮም ዝብል ፕላን ኣዳሊና ክልተ ሽሕ ዓሰርተ ሽዱሽተ እም፣ ፕላን ተጣይሹ እ፣ ሴክተራት እ፣ ኣንጻር ምስቲ ስራሕ ሪ- ቅርርብ ዘለወን ተመልሚለን ደብዳቤ በፂና ተመዛበልቲ ክምልስ ኮይኑ ካብ ፌደራል
ኖ ኖ ሓደ በቃ ደብዳቤ። ግዜያዊ ምምሕዳርስ 2016 ተመዛበልቲ ናብ መረቦቶም ክምለሱ እዮም ተባሂሉ ናብ ሰለስተ ብርግፅ ሽዑ እንታይ ነይሩ መጀመርያ ደቡብ ትግራይ ካብኡ ቀጺሉ ጸለምቲ ካብኡ ብሳልሳይ ፌዝ ድማ ምዕራብ ዝብል ፕላን ተናሂ ፕላን ተማይጥና ኮሚቴ ብሴክተር ተታይሹ እንዲያም ኤክስፐርት እውን ብሓለፍቲ ደረጃ እንድ ብኤክስፐርት ደረጃ ናብ መሬት ክትወርድ ከለካ ናብ ወረቀትን ሓደ ስለ ዘይኮነ በዚ ተጣይሹ ኣብዚ ግዜ እዚ መን እዩ ነይሩ ፕሬዚዳንት ጌታቸው ነይሩ ኣጣይሹ ተስፋ ነይሩ ሽዑ ኩላህና ተሓጉስና ምክንያቱ ኣውዚ ዘለ ሸክሚ ብጣዕሚ ከቢድ ስለ ዝኮነ ማይ ንማይ ተሪፉ ማይ ንማይ ማት እወ ኣይተተግበረን ኣይተተግበረን ማይ ንማይ ተሪፉ ተይለካስ ኣይተተግበረን ማለት እዩ እወ እወ ሓ- ሓደ ሓላፍነት እወ ክንወስድ ክመፀካ እወ። ፕላን ዘዳለዋ መንግስቲ እወ ንኣብነት ኣነ ብሚድያ እውን ሰሚዖ እየ tplf ወይ ድማ ዶክተር ደብረፅዮን ሲ ቅድሚ ተማዛባ ናይ ምምላስስ ውድብ ምድሓን ኢሉ ኣነ ኣይተሳተፍኩን ቀዲመ ወፅኤ ስለ ዝነበርኩ ኣይተሳተፍኩን ምናልባት እሱ ኣብ ዝሰምዐሉ መድረኽ ወይ ንባዕሉ ተኢልዎ ባዕሉ ኢኻ ንጌታቸው ኤንድ ንዶክተር ደብረፅዮን ኢኻ ትሓቶ ባይ ዘ ወይ ኣብታ ኮሚቴ ዘሎ ሓደ ዓብዪ ሰብ እወ ዶክተር ደብረፅዮን ፈፂሙ እዚ ዓይነት ዘረባ ኣብ ዝኾነ መድረኽ ኣነ ኮሚቴ ስለ ዝኾንኩ ኣይተዛረበን። እወ እሞ ኣነ እውን እየ እብለካ ኣለኹ። ኣነ ዝብለካ እተን ዝፈልጠን እኮ ይነግረካ ኣለኹ። ፅባሕ እውን ክደግመን እየ መፅየ ምሳኻ እየ እብለካ ኣለኹ። እዚኤን እንታይ እየን? ንወይኑ እንተይልዎ ኣይፈልጥን። ኣብ ኣኼባ ኣይበልናን ንሕና። ተረዳእኒ? ፕላን ኣዳሊና፣ ክልተ ሽሕን ዓሰርተ ሽዱሽተን ኣዳሊና። እንድያም ንዙይ ዝመርሕ ምክትል ፕሬዚዳንት ሽዑ ጀነራል ታደሰ ስለ ዝነበረ ጀነራል ታደሰ እዩ ዘተሓብረና ነይሩ። ሰነድ እውን ኮን የና ኦ፣ ጌታቸው ድማ ብላዕለዋይነት ዳይሬክሽን ይበሉ ነይሩ ክምለስ እንዲያም ፌዴራል መንግስትስ ክምል- ክምልሰል- ክ- ክምልሶም እየ ይብለና ኣሎ ኢሉ ይነግረና ነይሩ ኣይተመለሰን ዶኪመንት እየ ዘውጋእካ ዘሎ ኦ። ዶኪመንት እየ ፅባሕ እውን ብዶኪመንት ሸር ዝገብረካ ትፕላል ሴክተር እውን ተጣይሹ ኦረተንሽን ተዋሂብና ደብዳቤ እውን ወሪድና እኒሀ። ፌደራል መንግስቲ ናይ ውሽጥና ኩነታት እናረእና ኢና ፀገም ዝፈትሕ። ትክክል ተረዳ ፐርፌክት መዓት ሓሳው ዘለዎ መዓት ሌባው ዘለዎ ፌደራል መንግስቲ ናይና ክፈትሕ ይኽእል
ትክክል።
ናይ ፖለቲካ ናብ ስልጣን እናምጻኻ ስልጣን ናብ ፖለቲካ እናወሰድካ ብናይ ህዝቢ ቁማር ምጽዋት ግን ንድኽመትካ ምሽፋን እዩ። ምክንያቱ እዚኦም ሰለስቲኦም ሰባት እኒኦም እዮም ሕዚ ታን ጋዜጣ ሕቶ ዶ- ዶክተር ደብረፅዮን እኒኦ መቐለ ጀነራል ታደሰ እኒኦ እዚ ጌታቸውን ሰዓኒ እዚ ተሓቶ ናይ ህዝቢ ጉዳይ እዩ። ባይዘወይ ናይ ህዝቢ ጉዳይ እንድዩ ኣመልኪተ ኣለኹ እወ ክትሓትትስ ኣለካ እወ። ኣበይ ተባሂላ ኢንሻላ ዝሓተትኩ እየ እዚ ዓብዪ ሰብ ኣብሃትኩም እወ። ኮሚቴ ኮሚቴ ዘሎ ዓብዪ እወ ክነግረካ ዶክተር ደብረፅዮን ሰለስቲኦም እኒኦ ከፃርያ እየ፣ እወ።
እዞም ሰብ እዚኦም ሰለስቲኦም እኒኦ ድሕሪ መጋረጃ ዝገብርዎ ነገር እንተሃልዩ እውን ልዕሊ ህዝቢ ካብ ዝመፀካ እኮ የለን ከም ጋዜጠኛ ከም ጋዜጠኛ ልዕሊ ህዝቢ ካብ ዝመፀካ ነገር የለን ንስኻ ድማ ንህዝብኻ ኣን- ዝስዋእ ዘለካ እምበር ሬዲ፣ እወ። ንኢንዲቪጁዋልስ ኣይኮነን ነበር ንኢንዲቪጁዋል ኣይኮንካ ክትውግን ዘለካ ምንም ስለዚ እዚ ነይሩ ትግራይ ጠፍኡ ክልተ ሽሕን ዓሰርተ ሸውዓተ ተመዛበልቲ ክምለሱ እዮም ተባሂሉ። ናይ ዶብ ትግራይ ዝነበረ ከመይ ከም ዝተመለሰ ትፈልጦ ኢኻ፣ ግራውንድ እውን ኣለካ ሓበሬታ፣ ናይ ፀለምቲ እውን ትፈልጦ ኢኻ። ካብ ኩሎም ዝሕሸ ናይ ዶብ ትግራይ ኣንፃራዊ ዝሕሸ ክኸውን ይኽእል እዩ። ናይ ፀለምቲ እኳ ተመሊሱ ክትብሎ ትኽእል ኣይኮነን። ከይዶም ተቐቲሎም። ተቐቲሎም።

ወይ ሕገ መንግስቲ ቀይሩ ምዕራብ ትግራይ ተተወሲዱ እውን ግልፂ ክኸውን ኣለዎ ማለት እዩ። እቲ ሽዑ ናብ ፀለምትና ናብ ደቡብ ክኸዱ ከለዉ ብዚ ናይ ትግራይ መሪሕነት ማለት እቲ ጀኖሳይድ ጨፍጪፉ ዘባረሮም ሓይሊ ከይወፀ ምእታው ማለት ምናልባት ኣነ እንታይ ኢለ ፖለቲካሊ ተርጒመያ ናብ ምዕራብ ትግራይ ድሕሪ ሕጂ ናብ መረበትና ኣይንምለስን ዘብል ዘሰቅቕ

ምስ ከዱ በቃ እቶም ዋና ሪቨንጅ ሓደጋ ክፈጥሩሎም እዮም ፈኪሩ እንዲያም እቶም እንክዮ ኢሎም ርሕቕ ኢሎም ውሕስንኦም መረጋጊፂ ነበሩ ናይ ህይወት ውሕስናስ ናብ ኣቕሪቦም እዮም ክጠፍኡ ተገይሮም ክቐትልዎም ዝገበሩ ገዲፎም እዮም ተመሊሶም ንፀለምቲ ዝኸዱ እኮ ተባለ ሰብ ጎይ እንዳባጉና ንሽረ ሓበሬታ ኣለካ ካልኣይ ሳልሳይ ኣይዲፒ ኮይኖም ኣይድቢ ኣብቲ እዋን ንሱ ድማ ምግቢ እውን ኣይነበረን ከም ትፈልጦ ተኣጊዱ ስለ ዝነበረ መንግስቲ ሽዑ ዝገበሮ እንታይ እዩ ነይሩ ሽሕን ሓሙሽተ ሚእትን ሓምሳን ንቀሎ በቲ ኳልኩሌት ጌርና ተማዛ ነዞም UN Agencies Food ገለ ዝህቡና ንሱ ኳልኩሌት ጌርና ኢና ሂብናዮም ኔርና ስለዚ ቶዚ ዘሎ ኩሉ ዘርኣይ ክትርድኦ እንታይ እዩ ዝመስለኒ እቲ ሓደ ናብቲ ሓደ እምኒ እናደርበየ ናብቲ ናይ ህዝቢ ኣጀንዳ ከይንኣቱ ደሓር እቲ ህዝቢ ድማ እዚ ኣነስ ከምዚ ነይረ ኢልካ ናይ ባዕልኻ ኢሜጅ እናሃነጽካ ኢንተርናል ክራይሲስ ክፍጠር ዘን ነቲ ዘይድለ ዝኒሀ ጉሒፍካ ከድረ ናይ ውሽጢ ዓመጽ ናይ ከለር ሪቮሉሽን ኣብ ውሽጢ ክፍጠር እዩ ሴራ ናይ ትግራይ እዞም ቶፕ መራሕትና ዝነበሩ ክገብርዎ ዝነበሮም ግን ፖለቲካ ኣፈላላይና ይፅንሐልና ናይ ሓድነት ፀገምና ይፅንሐልና ህዝቢ ልዕሊ ህዝቢ ኣይኮንና ንሕና ትሕቲ ህዝቢ ኢና ከምቲ ንብሎ ብዙሕ ግዜ ትፈልጦ ጫማ ህዝቢ ኢና ክዳን ህዝቢ ኢና ዝጭራሕ ተግባር ዘይተግባር እንታይ ይግበር ነይሩ እምበኣር ዘፈላልየና ኣብ ዝኾነ ቴብል ንግበሮ ሕዚ ዘስማዕምዐና ናይ ህዝቢ ጉዳይ እኒኦ ተማዛባል ናይ ምምላስ ልኣላውነትና ምምላስ ተማዛባልና እግሪ ክተክል ምግባር ናብ ናይ ውድድር ስራሕቲ ምእታው እዙይ ክንገብር ኣለና ናይ ፖለቲካ ግን ሕጂ ምክንያቱ ፖለቲካ ፕሮሰስ እዩ ሓደ እዋን ትውደኦ ነገር ኣይኮነን ወይ ድማ ነቲ ሓደ ጥፊእኻ ሕዚ ከምኡውን ከውን እውን ኣይኽእልን ነቲ ሓደ ጥፊእኻ ኣብቲ ሓደ ምስዕሳዕ ሕዚ ከቢድ እዩ እቲ ነገር ተባላሽዩ ስለ ዝኾነ ቀደም ኣብ ስሞል ሰርክል ይከኣል እዩ ሕዚ ይከኣል ስሞል ሰርክል ኒሀ ወፂኡ ናይ ኢሊት ኮይኑ ናይ ካው ኮይኑ ናይ እዚ ኮይኑ ኣፀጋሚ እዩ ሕዚ ዘድልዮ ምስካን እዩ ኣጀንዳ ፈሊካ ፕራዮሪቲ ዝበሃሉ እንታይ ንኣብነት ፕራዮሪቲ ናይ ምምሕዳር ከረንት ምምሕዳር ሕዚ ወፂዎ ዘሎ ፕራዮሪቲ ተመዛበልቲ ናብ ቦታኦም ምምላስ ላእላውነት ትግራይ ምክባር የለን ብፕላን ደረጃ ብጭርሖ ደረጃ ኣብ ሃብቲ ብጣዕሚ ፅቡቃት እዮም ክልቲኦም ምክንያቱ ልዕሊኦም ፕራዮሪቲ ኣብ ትግራይ የለን ካብኡ ክኸውን ዝኽእል ናይ ኢኮኖሚ እዩ። ናይ ሕርሻ ስራሕቲ ምጥንኻር፣ ናይ ጥዕና ስራሕቲ ምጥንኻር፣ ናይ ማሕበራዊ ማለት እዮም ክልቲኦም ድማ፣ ናይ ማይ ስራሕቲ ምጥንኻር እዩ። ኣብ ትግራይ ፅሩይ ማይ ዝስተ ክንደይ ምዃን ትፈልጥ ዲኻ? ሰላሳን ሸውዓተን ነጥቢ ሸውዓተ ፐርሰንት ኮይኑ ጠቕላላ

ከምቲ ዝበልካዮ ትግራይ ንባዕላ ንባዕላ እያ ክትወቅስ ዝግባኣ ናይ ዓለም ለኸ ትካላት ዘይረድኡና ዶ ፌደራል መንግስቲ ሓላፍነቱ ዘይተዋፅኦ ዶ ካብ ምባል መጀመርያ ውሽጥና ፈትሽና ንኸምኣ እያ እታ ሕቶ እውን ብዙሓት ለባማት ተጋሩ ካብ ልዕሊ ህዝቢ ትግራይ ዓቕሚ ኮይኑ ድዩ ዶክተር ገብርሂወት እዚኣ ዘይተሓቶ እናበሉ ደጋጋሚ መሊስካ እያ ካብ